ኣኽሊሉ ተስፋጼን ቅድሚ ሕጂ ብዛዕባ ኣኽሊሉ ተስፋጼን ዝሰራሕኩዋ ቪድዮ ርኢኹማ ኢኹም ከባቢ ቴስዓ ሽሕ ሰብ ርኢዋ እዩ ዝበዛሕኩም ከኣ ልዕሊ ሓምሳ ፐርሰንት ሳርፕራይስ ኢኹም ኪንኩም መን ምዃኑ ኣይፈለጥኩሞ ኔርኩም ማለት ስለዚ ናይ ብምሉእኩም ሕቶ ወይ ከኣ ናይ ዝበዛሕኩም ሕቶ ከኣ እንታይ ኔሩ ኢቭን ናተይ ወሲኽካ ስለምንታይ ኢንተርቪው ዘይገብር ትብል ሕቶ ነይራ። ስለዚ እዛ ሕቶ እዚኣ ክንሓቶ ክንብል ክንድውለሉ ኢና። ከምኡውን እዛረብ ድዩ ኣይዛረብን ዝሓተትኩምኒ ኣብ ኮመንት ነይርኩም። ምኽንያቱ እዚ ኩሉ ነገር ሰሪሑ ወይ ከኣ እዚ ኩሉ ነገር ኣበርኪቱ ኣብ ማስሜድያ ወጺኡ ዘይዛረብ ወይውን ዘይዕልል እንድሕር ኮይኑሲ ሰብ ድዩ ሰብን ዝሓተትኩምኒ ሰባት ነይርኩም። ስለዚ ንዓኹም እውን ከነረጋግጸልኩም ኢና ማለት እዩ። ድምጹ ክንሰምዕ ኢና። ቴሌፎኑ ሓደ ሰብ ሂብኒ ኣሎ። ስለዚ ምናልባት ሪከርድ ከም ዝገብሮ ዘለኹ ኣይፈልጥን እዩ ዘሎ። ኢንተርቪው ስለ ዘይፈቱ ኣይነግሮን እየ ማለት እዩ። ስለዚ ሳብ ፋይናል መደብ ሳይጽንሑ

ይቕሬታ ኣብ ስራሕ ዲኻ ጸኒሕካ?
ፊልሞን እባሃል ፊልሞን እባሃል ከመይ ትኸውን ኣድናቂኻ እየ ከመይ ትኸውን ሰላም ሰላም ፊለይ ከመይ ኩሉ ኣማን እዩ ኣኪለ ሓወይ ከመይ ትኸውን ኩሉ ሰላም እዩ ኩሉ ሰላም ሓደ ካብቶም ዘድንቀካ ሓደ ካብቶም ዝፈትወካ ደጋፊ ናትካ እየ ኣኪለ

ኣክቹዋሊ እታ ቪድዮ ሲ 89 ሽሕ ሰብ ርእይዋ ሲ ዳርጋ ዳርጋ ዳርጋ እቲ 50 ፐርሰንት ግን ኣይፈልጠካን እዩ 45 ሽሕ 50 ሽሕ ሰብ ኣይፈልጠካን እዩ ትፈልጥ እንታይ ትዛረብ ኣለኻ ናይ ብሓቂ እዚ ትፈልጥ ትፈልጥ ዲኻ ኸም ምዃኑ ሰብ ብዙሕ ከም ዘይፈልጠካ ዓዳ ኢድ ብለድ እምበር ባሕሪ ብለድ ሎሚ ዓስበ። ሓንሳብ ሓንሳብ ኣብዚኣ ነግረኩም ዓሳይ ዝፍለጥ እምበር ባሕሪ ይፍለጥኒ ኢሉኒ ቀልጢፋ ኣይተረደእትንን ሰቅ ኢለ ኢየ ዝስሕቅ ዘለኩ። ናይ ባሓቂ ናይ ባሓቂ ገሪምና ምክንያቱ ሲ ኣነ ዝብሎ ነገር እንታይ ኣሎ እስኪ ዝኮነ ይኩን ስነ ጥበበኛ እንድሕር ሪኢካዮ ሲ ሓንቲ ሰሪሑ ክልተ ሰሪሑ ሰለስተ ሰሪሑ ሲ ስርሓቱ ንህዝቢ የላልዩ ንስኻ ከኣ ፍልይ ዝበልካ ኢኻ በንጻሩ ስርሓትካ ብዙሕ ዘይተላሊ ክንድዚ ሰሪሐ ኣይበልካን ክሳብ ሕጂ ሪዝን ኣለካ ድዩ ናይ ባዕልኻ ድዩ ዋላስ እንታይ እዩ
ኦ ናይ ባዕለይ ናይ ባዕለይ ሪዝን ኣለኒ ኦኬ እሞ ድሕሪ ሕጂ ውን ኣይንጽበይን እና ማለት እዩ ከተላልየና መስለኒ መስለኒ

ንኢንተርቪው ንገለ ቀልጢፉ ዝወጽእ ሰብሲ ቀልጢፉ ዝጠፍእ ኮይኑ እዩ ዝመስለኒ ዛስዋ እዩ ክሳብ ሕጂ ዘሎ ዛስዋ እዩ ክሳብ ሕጂ ዝሰርሕ ዘሎ ካልእይቲ ከ እንታይ ኢሉ ከበርክቱ እምበር ክዛረቡ ከም ዘይብሎም ነዞም ናይ ሕጂ ጀኔሬሽን ኣጣቂዕኻ ጥራይ ዝሕለፍ ንብዙሓት ሞዴል ምዃን ገለ ይመጽ ኮም ይመጻኒ ኣይ ኖ ምስ መዓልቲ ከኣ ልኸውን እዩ

ክልተ ግዜ ምስ ደወልናሉ እዩ ተቐቢልና ንሕፅር ዝበለት ናዕሊልና ማለት እዩ ክልተ ደቂ ሰለስተ ደቂ ኢና ዕልና ግን ክልተ ደቂ ሰለስተ ደቂ ብዙሕ ነገር ከሲብና ወፂና በዚ ጋጣሚ ከዓ ሕቶኹም ተመሊስልኩም ክኸውን ተስፋ ይገብር ነቶም ኣኪለ ይዛረብ ድዩ ዝበልኩም ንሰባት ከዓ ይዛረብ እዩ ፅቡቅ ገይሩ እዩ ዝዛረብ ዝዛረብ ጥራይ ዘይኮነስ ከምቲ ዝፅሕፎ እዩ ዝዛረብ ከዓ ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ክሳብ ኔክስት መደብ ፒስ